ታሪኽና ዝጅምር ናይ ሃገረ ኣሜሪካ ዋና ከተማ ዝኾነት ዋሽንግተን ዲሲ ውሽጢ እንትኸውን ሉቃስ ዝተባህለ ወዲ 16 ዓመት ቆልዓ ኣብ ዲሲ ውሽጢ ካብ ዝርከቡ ናይ ጋን ጉጅለ ውሽጢ ኤምኤስ 13 ንዝበሃል ናይ ጋን ጉጅለ እናተረኸልና እናሰማዕና እዩ። ኤምኤስ 13 ኣብ ዲሲ ውሽጢ ብዙሓት ናይ ጋንግ ኣባላት ዘለዎ እንትኸውን እዚ ናይ ጋን ጉጅለ እውን ኣታዊኡ ዝረክብ መብዛሕትኡ ካብ ናይ መዕወኒ ዕፅ ምሻጥ እንትኸውን እቲ ዝተረፈ ድማ ናይቲ ከባቢ ማሕበረሰባት ናይ ግብሪ እናበሉ ብምኽፋል ብዙሕ ገንዘብ ከም ዝኾነ ልቋስ ይነግረና። ልቋስ ባዕሉ ናይ ኤምኤስ 13 ኣባል እንትኸውን ንግሆ ከምቶም ካልኦት ናይ ጋንጋ ኣባላት መዕወኒ ዕፅ ንዝደልዩ ዓማዊል ብሳይክል እናኸደ እቲ ዕፅ ምስ ኣከፋፈለ ጀስተር ንዝበሃል ላዕለዋይ ሓላፊኡ እቲ ገንዘብ ወሲዱ የረክቦ። ጀስተር ድማ ነቲ ናይ ኤምኤስ ዓሰርተ ሰለስተ ጉጅለ ዋና መራሒ ዝኾነ ራኮን እቲ ዝተሰርሐ ገንዘብ ብምሃብ ናይ ንግዲ ስርሖም እናቀላጠፉ ይውዕሉ። ናይቲ ጋንግ መራሒ ዝኾነ ሪኮን ኣዝዩ ጨካንን ስሕተት ንዝሰርሐ ናይ ጉጅልኡ ኣባል እውን ምሕረት ዘየርእይ ኣረመኔ ብምዃኑ ሓደ መዓልቲ እውን ሉቃስ ናይ መዐወኒ ስርሑ እናከናወነ እንከሎ ካብ ሪኮን መዐወኒ ዕፅ ሰሪቑ ከምልጥ ዝፈተነ ሰብ ሪኮን ብኽፉእ እናሃረሞ ርእዩ ሉቃስ ብፍርሒ ሳይክሉ ሒዙ ናብቲ ናይ መዐወኒ ዕፅ ዓሚሉ ዝኾነ ዳንኤል ይኸይድ። ዳንኤል ዕድመኡ ኣብ ስሳ ፍርቂታት ዝርከብ እንትኸውን ናይ መካኒክ በዓል ሞያ ካብ ምዃኑ ብተወሳኺ ቅድሚ ነዊሕ ግዘ ኣብ ኣፍጋኒስታን ዘሚቱ ብዙሕ ዓመታት ብምውጋእ እንትነብር ካብ ዕለታት ሓደ መዓልቲ ብዝበፅሖ መጥቃዕቲ ምኽንያት ጉረርኡ ተጎዲኡ ምንጋር ስለዝኣበዮ ዳንኤል ዝተረፈ ዕድመኡ ከይተናገረ ንክነብር ይግደድ። ዳንኤል ካብ ሉቃስ መዐወኒ ዕፅ ዝገዝእ ከም ካልእ ሰብ ንምሕጓስ ዘይኮነሲ ብውግእ ንዘሕለፎ ኣሰቀቕቲ ግዜታት ንዘይምዝካርን ንምርሳዕን ከም ዝኾነ ንርዳእ። ሽዑ መዓልቲ እውን ሉቃስ እቲ ዕፅ ሒዙሉ እንትመፅእ ዳንኤል ንሉቃስ ካብ ገንዘብ ብተወሳኺ መፅሓፍ ንከንብብ ናብ ሳንጥኡ የእትየሉ እሞ ሕጂ ዘለዎ ህይወት ጠጠው ንከብል ፅሑፍ ናብ ንግግር ብዝቕይር ናይ ሞባይል ኣፕሊኬሽን ተጠቂሙ ንሉቃስ ይመኽሮ። ሉቃስ እውን ቀጺሉ ንእንሪኮን ዝኸፍሎም ግብሪ ንምእካብ ካርሎስ ናብ ዝበሃል ሹቕ ዘለዎ ጎረቤቱ እንትኸይድ ካርሎስ እውን ሰበይቱ ሓሚማ ገንዘቡ ኣብ ሕክምና ከም ዝወደአ ብምግላጽ ኣብ ዝቕጽል ሰሙን ግን ናይ ሕጂ ሰሙን እውን ወሲኹ ከም ዝኸፍል ንሪኮን ንኽነግረሉ ንሉቃስ ይልምኖ እሞ ሉቃስ እውን እሺ ኢሉ ናይ መጠረሽታ መጠንቀቕታ ሂብዎ ይኸይድ ኣብ ናይ ሪኮን ገዛ እውን ናይ ሪኮን ሓፍቱ ገብርኤላ ክትምርዐ ብምዃና ናይቲ መርዓ ስነ ስርዓት ዝመርሕዎ ቀሺ ናብ ናይ ሪኮን ገዛ ብምምጻእ እቲ መርዓ ክኸውን ዘለዎ ኣብ ቤተ ክርስቲያን ከም ዝኾነ ዋላ እኳ እንተነገሮ እቲ ትዕቢተኛ ሪኮን ግን ነቲ ቀሺ ዘድልዩ ስነ ስርዓት ኩሎም ኣብ ገዝኡ ንክፍጽም ብምንጋር ናብ ቤተ ክርስቲያን ከም ዘይኸይድ የፍልጦ። ሉቃስ እውን ምሻጡ ቀጺሉ ናብ ካልእ መንደር እንትኸይድ ኣብቲ ቦታ እውን ንእሽተይ ሓው ሚጌል ብምርካቡ ይሓርቕ እሞ ንሚጌል ካብ ትምህርቲ ተሪፉ ኣብዚ እንታይ ከም ዝሰርሕ ይሓቶ። ሚጌል ከኣ ንሱውን ኣብ ኤምኤስ ዓሰርተ ሰለስተ ጉጅለ ኣባል ኮይኑ ዕጽኒ ክሸይጥ ከም ዝተመልመለ ንሓው ሉቃስ ይነግሮ። ሉቃስውን እዚ እንትሰምዕ ኣዝዩ ሓሪቑ ንሚጌል ክሳዱ ሓኒቑ ብምንጥልጣል እናዳፍእ ናብ ቤት ትምህርቲ እንትወስዶ ሚጌል ከኣ ኣነውን ከማኻ ስራሕ ክሰርሕ እየ ዝደሊ ኢሉ ንሉቃስ ይቋየቖ። ኮይኑ ግን ሉቃስ ንሚጌል ምንም ከይመለሰ ናብ ቤት ትምህርቲ ብምብጻሕ ትሽዓተ ሰዓት መጺኡ ከም ዝወስዶ ብምግላጽ ገዲፍዎ ናብ ስርሑ ይምለስ። ሽዑ መዓልቲ እውን ዳንኤል ኣብ መንገዲ ወክ እናገበረ እንከሎ ነቲ እንዳ መካኒኩ ዘካረዮ ገዛ ሰብኣይ ጓሉ ዝኾነት ኣና ምስ ጓላ ይረኽቦ እሞ ሓቢሮም ወክ ምግባር እንትጅምሩ ኣና ዳንኤል መዕወኒ ዕጽ እናተጠቀመ ስለ ዝረኣየቶ ጠጠው ንከብል ትነግሮ። ኣብ እኒ ሪኮን ከዓ ሪኮን ስብኣይ ሓፍቱ ዝኾነ ቶማስ ዝተብሃለ ወዲ ምስ ቤተሰቡ ንመርዓ ስነ ስርዓት ናብ ናይ እነ ሪኮን ገዛ ብምምፅኦም ሪኮን ምውቕ ብዝበለ ሰላምታ ተቐቢልዎም እንተብቅዕ ናብ ገዛ ኣእትይዎም ነቲ መርዓዊ ቶማስ እንታይ ከም ዝተምሃረን ኣብ ምንታይ ከም ዝሰርሕ ከም መርማሪ ፖሊስ እናናዘዘ ክሓቶ ይጅምር። ዳንኤል ድማ ምስ ኣና ምስ ተፈላለዩ ናብ ሓደ ኣቕሓ መሸጢ ሹቕ ከይዱ ጠጠው ኢሉ እንከሎ ንሪኮ ንሰርሑ ጋንግታት መጺኦም ምንም ከይገበሮም ካብ ዜሮ ተላዒሎም ነገር ብምድላይ መስተ ይደፍእሉ። እዚ ባዕሉ ኣይኣክልን ኢልዎም ድማ ዳንኤል ካብ ሉቃስ ዝገዝኦ መዐወኒ ዕፅ ስለ ዝመንጠልዎ ዳንኤል ድማ ሕማቕ ግዘ ዝርሰዐሉ ነገር ብምምንጣሉ ነቶም ጋንግታት ይጋጠሞም እሞ ነቶም ዘጥቅዕዎ ሰባት ይሃርሞም። ኣብቲ ግጥም ወቕቲ ግን ዳንኤል ናይቲ ውግእ ተዘክሮኡ ተቐስቒሱ ምትንፋስ ክሳብ ዝኣብዮ እናተጨነቐ ጸኒሑ ኣብ መጠረሽታ እውን ተረጋጊዑ ስቕ ይብል። ሽዑ መዓልቲ ሉቃስ እቲ ካርሎስ ዝተባህለ በዓል ሹቕ ግብሪ ኸፋሊ ዝተወሰነ ግዘ ንክህቦ ዝሓተቶ መልእኽቲ ንሪኮን ክነግሮ እንትኸይድ ሪኮን ንሉቃስ ከም ንእሽተይ ሓዉ ይፈትዮ ስለ ዝነበረ ኣብ ናይ ሓፍቱ ገብሪኤላ መርዓ ንክኽደኖ ንሉቃስ ቆንጆ ባላ ብህያብ መልክዕ ይህቦ። ሉቃስ እውን በቲ ህያብ ተሓጒሱ ንሪኮን ምስ ኣመስገኖ፣ ቀጺሉ ከኣ ሓው ሚጌል ናቱ ኣሰር ብምኽታል ዕጽ መዘዋወሪ ክኸውን ከም ዝኾነ ንሪኮን እንትነግሮ፣ እቶም ናይ ጋንግ ኣባላት ንሓዉ ናብ ከምዚ ዓይነት ነገር ንኸየእትይዎ ንክነግረሉ ንሪኮን ብትሕትና ይሓቶ። ሉቃስ እውን ብምቕጻል እቲ ካርሎስ ዝበሃል በዓል ሹቕ ኣብዚ ሕጂ ንዕኡ ዝኸፍሎ ገንዘብ ስለ ዘይብሎ ሓደ ሰሙን ክህብዎ ስለ ዝሓተቶ ሪኮን እውን ነቲ ሰብኣይ ሓደ ሰሙን ጥራይ ንምሃብ ይሰማማዕ። ካብዚ ንደሓር ሪኮን ንሉቃስ ሓደ ስራሕ ንክሰርሓሉ ነጊርዎ እንተብቅዕ ክልተ ጥቕላል ኣደንዛዘ ዕፅ ንሉቃስ ሂቡ ንሱ ንዕኡ ዝሰርሑ ኩሎም ኤፍቢኣይ ብጥብቂ እናተኸታተሎም ስለ ዝኾነ ሉቃስ እቲ ዕስ፣ ስፓይደር ንዝበሃል ካልእ ናይ ጋንግ መራሒ ንከብጽሕ ንሉቃስ ይእዝዞ። ሉቃስ እውን እቲ ዝተባህሎ ንምፍጻም እቲ ዝተዓሸገ ዕጽ ሒዙ ምስ ወጸ፣ ጀስተር ዝተባህለ ናይ ሪኮን የማናይ ኢዱ፣ ሉቃስ እዚ ስራሕ ብብቕዓት ከም ዘይዋጽኦ ንሪኮን ዋላ እኳ እንተ ነገሮ፣ ሪኮን ግን ኣብ ሉቃስ እምነት ከም ዘለዎ ንጃስተር የፍልጦ። ሪኮን እውን በዚ ከየብቅዐ፣ ናይ ልቃስ ንእሽተይ ሓው ዝኾነ ሚገል ካብዚ ንደሓር ማንም ስራሕ ንከየስርሖ ብምእዛዙ ጃስተር እናሓረቐ እውን እንተኾነ ብናይ ሪኮን ሓሳብ ይሰማማዕ። ልቋስ እውን እቲ ዕፅ ሒዙ ብሳይክሉ ናብቲ ስፓይደር ዘለዎ ቦታ ምኻድ እንትጅምር ቻቫ ዝተባህለ ንሪኮን ዝሰርሕ ንእሽተይ ቆልዓ ሚገል ናይ ጋንግ ኣባል ንምዃን ዘኽእሎ ናይ መጠረሽታ ስርዓት ክፍፅም ከም ዝኾነ ንልቋስ ስለ ዝነገሮ ሉቃስ ናብቲ ሓዊ ኣለዎ ዝተባህለ ቦታ ብቕልጡፍ ይኸይድ። በቲ ናይ ጋንግታት ሕጊ መሰረት፣ ሓደ ሰብ ናይ ጋንጋ ኣባል ቅድሚ ምዃኑ፣ በቲ ጠንካራ ዝበሃል ናይ ጋንጋ ኣባል እንተ ንኣሰ ዓሰርተ ሰለስተ ግዘ እናተቖጸረ ተሃሪሙ፣ እቲ ማህረምቲ ክጻወሮ ስለ ዝነበሮ፣ እቲ ንእሽተይ ሚጌል እውን ኣልቫሪስ ብዝተባህለ ጋንግ ክህረም ጠጠው ኢሉ እንከሎ ሉቃስ ይመጽእ። ሉቃስ እውን ንሓው ሚጌል ካብ ኣልቫሬስ ከድሕኖ ዋላ እኳ እንተፈተነ ናይ ኣልቫሬስ የዕርኽቲ ግን ንሉቃስ ግጥም ኣቢሎም ብምሓዝ እቲ ንእሽተይ ሚጌል በቲ ጠንካራ ኣልቫሬስ ዓሰርተ ሰለስተ ግዘ ብሓይሊ ምስ ተሃረመ ሚጌል ኣብ መሬት ይዝረር። ሪኮን እውን እቲ ናይ መርዓ ስነ ስርዓት ኣብ ገዝኡ ብድምቀት እንትቕጽል ናይ ሪኮን ሓፍቲ ዝኾነት መርዓት ገብርኤላ ጻዕዳ ቬሎኣ ተኸዲና ናብ ሪኮን ትመጽእ እሞ ሪኮን እውን ሓፍቱ ኣምሒሩላ ብምርኣዩ ኣዝዩ ይሕጉስ። ሉቃስ እውን ነቲ ንእሽተይ ሓዉ ሚገል ኣብ ካልእ ከተማ ናብ ዝትርከብ ዘመዶም ክሰዶ ብምውሳን ኣብ ሳይክሉ ሰቒሉ እናገንሐ እንትኸይድ ኣብ መንገዲ ዳንኤል ብመኪና እናኸደ ረኺብዎም። ሚገል እንታይ ኮይኑ ከም ዝኾነ ብምልክት ንሉቃስ እንትሓቶ ሉቃስ ግን ሓሪቑ ስለ ዝነበረ ንዳንኤል ከይመለሰሉ ጉዕዝኡ ይቕጽል። እኒ ሉቃስ እውን ናብ ገዝኦም ምስ በጽሑ ሉቃስ ንሚጌል ዘድልዩ ኣቕሓታት ናብ ሳንጣ እናእተየ እንከሎ ከይሓሰቡ እቲ ሓደ ጥቕላል መዐወኒ ዕስ ኣብቲ ገዛ ውሽጢ የውድቖ። ሉቃስ ንሓው ናብ ካልእ ከተማ ቅድሚ ምልኣኹ ኣብ መንገዲ ጃስተርን ኣልቫሪስን ስለ ዝረኸብዎ ጃስተር ሉቃስ ክሳብ ሕጂ ኣብጽሓዮ ዝተባህለ ኣቕሓ ብዘይምብጽሑ ኣዝዩ ሓሪቑ ንልቋስነት ኸልቢ ዝሓቖፈ ሓዊ ሒዙ ናብ ናይ ሪኮን ገዛ ምኻድ ይጅምር። ኣብ ናይ ሪኮን ገዛ እውን እቲ ናይ መርዓ ስነ ስርዓት ተጀሚሩ ናይ ቤተ ዘመድ ይረአ ጉድ እናተባህለ ምብላዕን ምስታይን ዋላ እኳ እንተተጀመረ ሪኮን ግን ካብቲ ካንሸሎ ወፃኢ ሕጂ እውን እቶም ኤፍቢኣይ ኣድዮም እናተኸታተልዎም ከም ዝኾኑ ውሽጡ ይነግሮ። ኮይኑ ግን ሪኮን ንሓፍቱ ገብርኤላ ክብል ኣብቲ ናይ መርዓ ስነ ስርዓት ሕጉስ መሲሉ ክረኣይ ይጽዕር። ሉቃስ እውን ምስ ጃስተር እናተጓዓዘ እንከሎ ኣብቲ ሳንጣ ውሽጢ ዘሎ መዐወኒ ዕጽ ሓደ ጥቕላል ምዃኑ ኣስተውዒሉ ኣዝዩ ብምስንባድ እቲ ነገር ንጃስተር እንትነግሮ ጃስተር ግን ንሉቃስ ብሰደፍ ሽጉጥ ቅርጹ ብምህራም እቲ ሓደ ጥቕላል ኣበይ ከም ዝገበሮ ንኽነግሮ ናብ ሚጌል ሽጉጥ ተኺሉ ንሉቃስ ይሓቶ። ሉቃስ እውን ኣብ ሓደገኛ መንቀራቕሮ ውሽጢ ኣትዩ ኣብ ጭንቀት ውሽጢ እንከሎ ካርሎስ ዝተባህለ ናይ ሉቃስ ጎረቤት ብማኪና እናኸደ እንከሎ ኣብ ሉቃስን ሚጌልን ሽጉጥ ተተኺሉ እንትርኢ መኪኑ ናብ እኒ ሉቃስ ብምግናሕ ንእኒ ጀስተር ብምትርማስ ንእኒ ሉቃስ የድሕኖም። ሽዑ ድማ ልቋስ እቲ ትርምስ ተጠቂሙ ንሓው ሚጌል ምስ ኸልቢ ሒዙ ብምኻድ እግረይ ኣውፅእኒ ኢሉ ካብቲ ከባቢ ምምላጥ እንትጅምር ጃስተርን ኣልቫሬስን እውን ንእኒ ልቋስ ደድሕሪኦም እናሃደሙ ይኽተልዎም። ልቋስ እውን እቲ ዝደርበየ መዐወኒ ዕፅ ከይሓዘ ናብ ሪኮን እንተኸይዱ ሪኮን ስግኡ ቆራሪፁ ንኣሞራ ከም ዝህቦ ስለ ዝፈልጥ እኒ ጃስተር ሒዞም ናብ ሪኮን ከይወስድዎ ምእንታን ምስ ሓው ምህዳሙ ይቕፅል። ድሕሪ ቁሩብ ህድማ እውን እኒ ሉቃስ ቀኒዕዎም ንዳንኤል ኣብ መንገዲ ጠጠው ኢሉ ስለ ዝረኸብዎ ቀልጢፎም ናብ ናይ ዳንኤል መኪና ብምእታይ ካብቲ ከባቢ ብቕልጡፍ ሒዝዎም ንክስወር ይልምንዎ እሞ ዳንኤል እውን ከየመናትእ መኪንኡ ብናህሪ እናገንሐ ካብቲ ከባቢ ምኻድ ይጅምር። ሽዑ ግን ካብ ናይ ዳንኤል መኪና ፊት ልፊት መሳርሒ ዝተዓጠቑ ክልተ ሰባት ብሞተር ሳይክል ብምምጻእ ናብ ናይ ዳንኤል መኪና ኣከታቲሎም እንትትኩሱ እቲ ጥይት ናይ ሚጌል ከልቢ ይሃርማሞ ናይ ሚጌል ከልቢ ትመውት ሽዑ ድማ ዳንኤል እኒ ሉቃስ ናብ ሓያል ችግር ከም ዝኣተዩ ስለ ዝተረደአ ንባዕሉ ኣብ ውግእ ሜዳ ከም ዘሎ ብምቑጻር መኪንኡ ብጥበብ እናገንሐ በቲ ከተማ ውሽጢ ብምሽልኹላኽ ካብቶም ዝኽተልዎም ናይ ሪኮን ሰባት ምምላጦም ይቕጽሉ። ድሕሪ ነዊሕ ናይ ሌባን ፖሊስን ምስዳድ ዝመስል ኩነታት፣ ዳንኤል ካብቶም ዝሳድድዎም ምምላጥ ዋላኳ እንተኸኣለ፣ ኣብቲ ከይዲ ግን ናቱ መኪና ተጋጫ ዳንኤል ነብሱ እንትስሕት፣ ሚጌል ከዓ ዝተወሰነ ጉድኣት ይበጽሖ። ዳንኤል ነብሱ ኣብ ዝሰሓተ ወቕቲ፣ ኣብ ውግእ ሜዳ እንከሎ ዘፍሰሶ ናይ ሰብ ደም ብተወሳኺ ናይ የዕርኽቱ ሞት ልክዕ ከም ካሴት እናጽንዐ ጸኒሑ ኣብ መጠረሽታ ውን ዳንኤል ናብ ባዕሉ ተመሊሱ ንሉቃስን ሚጌልን ሒዙ ናብ ገዝኡ ይኸይድ። ዳንኤል ናብ ገዝኡ ምስ በጽሐ ንሚጌል ሓገዝ ገይሩሉ እንተብቅዕ ሉቃስ ብናይ ዳንኤል ብቕዓት ተገሪሙ ከምዚ ገይሩ መኪና ምግናሕ ኣበይ ከም ዝለመደ እንተሓቶ ዳንኤል ግን ንሉቃስ ምንም ከይመለሰሉ ይተርፍ። ጃስተር እውን ብወገኑ ናብቲ ኣብ መርዓ ዝነበረ ሪኮን መጺኡ ሉቃስ ንስፓይደር ኣብ ጸሓዮ ዝተባህለ ኣቕሓ ከም ዘየብጽሖን እቲ ኣቕሓ ሒዙ ከም ዝጠፍኦ ኣብ ዝነገረ ግዘ ሪኮን እውን በቲ ከም ሓው ዝርኤ ሉቃስ ከም ዝተኸድዐ መሲሉ ስለ ዝተረኣዮ ጃስተር ንሉቃስ ብዝግባእ ብዘይምክትታሉ ኣዝዩ ይቝጠዖ። ቀጺሉ ሪኮን ንጃስተር ኵሎም ኣባላቶም ብምእካብ ንሉቃስ ምስ ዝሓዞ ጥቕላል ኣንጠልጢሎም ንኸምጽእሉ ስለ ዝኣዘዘ፣ ጃስተር ናብ ስርሑ ይኣቲ። ሉቃስ እውን ብወገኑ ሪኮን ከይቀትሎ እንተ ደልዩ፣ ክልቲኦም ጥቕላል ዕጽ ንሪኮን ከረክብ ከም ዘለዎ እናሓሰበ እንከሎ፣ ሽዑ ከኣ ሉቃስ እቲ ካልኣይ ጥቕላል ከም ዝጠፍአ ንዳንኤል እንትነግሮ፣ ቅድም እንጃስር እናሰደድዎም ስለ ዝነበሩ እቲ መበል ካልኣይ ጥቕላል ኣብታ መኪና ወዲቑ ረሲዖሞ ከም ዝኾነ እርግጸኛ ብምዃን ናብቲ ናይ ዳንኤል መኪና ተጋጭያ ጠጠው ዝበለትሉ ቦታ ይኸይድ። እንተኾነ ግን ኣብኡ እንትበጽሕ ናይ ዳንኤል መኪና እናተቓጸለት ስለ ዝነበረ ሉቃስ በቲ ዝቃጸል ነገር ኣሽሊኹ እንትርኢ እቲ ጥቕላል እናተቓጸለ ከም ዝኾነ ዋላ እኳ እንተረኣየ ግን ድማ ከምቲ ንሱ ዝሓሰቦ መዕወኒ ዕፅ ዘይኮነሲ ብዙሕ ዝተጠቕለለ ገንዘብ ከም ዝኾነ ሉቃስ ይርኢ። ኣጋምሸት ከዓ ኣብ ናይ ሪኮን ሓፍቱ መርዓ እቲ ስፓይደር ዝበሃል ናይ እኒ ሪኮን ተነሓናሒ ናይ ጋንግ መራሒ ብምምፅኡ ሪኮን ንስፓይደር ሰላም ምስ በሎ ሒዝዎ ናብ ቢሮኡ ይኣቲ። ናብ ውሽጢ ምስ ኣተዩ ስፓይደር ንሪኮን ሎማዓንቲ ክኸፍሎ ዝነበሮ ናይ ልቓሕ ገንዘብ ንምንታይ ከም ዘይለኣኸሉ እንተሓቶ ሪኮን እውን እቲ ገንዘብ ብሰብ ልኢኹሉ ዝነበረ እንተኾነ ኣብ መንገዲ ችግር ኣጋጢሞ ከም ዝኾነ ብምግላጽ ገንዘቡ ጽባሕ ከም ዝኸፍሎ ንስፓይደር የፍልጦ። ሉቃስ እውን ናብ ዳንኤልን ሓው ሚጌል ብምምላስ ናይ ዳንኤል መኪና ስለ ዝተቓጸለት እቲ ጥቕላል ከውጽኦ ከም ዘይኸኣለ ነጊርዎም እንተኾነ ግን ኣብቲ ጥቕላል ዘሎ መዐወኒ ዕጽ ዘይኮነሲ ዝተኣሰረ ብዙሕ ገንዘብ ከም ዝኾነ ይነግሮም። እዚ ከምዚ ኢሉ እንከሎ ሉቃስ እቲ ናይ መጀመርያ ጥቕላል ኣበይ ከውድቐ ከም ዝኽእል እናዘከረ ጸኒሑ ኣብ መጠረሽታ እውን ንሓዉ ሚገል ናብ ገዛ ሒዝዎ ኣብ ዝኸደ ሰዓት እቲ ናይ ገንዘብ ጥቕላል ኣብ ገዛ ወዲቑ ክኸውን ከም ዝኽእል ርግጸኛ ይኸውን። ሉቃስ እውን ምስ ሚጌል ናብ ገዝኡ ብምኻድ እቲ ገንዘብ ከምጽኦ እንትብል ዳንኤል ሉቃስን ሚጌልን ጉድኣት ከይበጽሖም ብምሕሳብ ናብ ገዝኦም ንከይምለሱ እናጠንቀቖም እንከሎ ሉቃስ ንዳንኤል ካብዚ ንደሓር ኣይከድየናን ኢሉ ሓሪቑ ብምዝራብ ንሓው ሒዝዎ ይኸይድ። ሉቃስ ምስ ሓው ኣብ ጥቓ ገዝኦም ምስ በጽሑ ኣብቲ ከባቢ ናይ ሪኮን ሰባት ክህልዩ ከም ዝኽእሉ ብምጥርጣር ምስ ሚጌል ናብ ገዝኦም ብድሕሪት ፊኒስትራ ይኣትዩ። እንተኾነ ግን ገና ናብ ውሽጢ ኣብ ምእታዮም ናይ ሉቃስ ጎረቤት ብተወሳኺ ናይ ሪኮን ጋንግ ኣባል ዝኾነ ቻቫ ዋላ እኳ እንተረኣዮም ይኹን እምበር ንሱ ኣብ ዝምህላዮም ንማንም ከም ዘይናገር ቃል ይኣትየሎም እኒ ልቋስ እውን ናብ ገዛ ኣትዮም እንትእልሹ ከምቲ ዝጠርጠሮ እቲ ጥቕላል ገንዘብ ኣብቲ ገዛ ረኺብዎ ብታሕጓስ ካብቲ ገዛ እንትወጽእ ቻቫ እውን ናይ ሪኮን ሰባት ብዘይብሉ ክመርሓኩም ኢሉ ሒዝዎም እናኸደ እንከሎ ሃንደበት ምስ ጃስተር ፊት ንፊት ብምግጥጣሞም ሉቃስ ቻቫ ናብ እኒ ጃስተር ኣሕሊፉ ከም ዝሃቦም ይርዳእ። ጃስተር እውን ናይ ሉቃስ ሳንጣ እንትፍትሾ እቲ ሓደ ጥቕላል ብምርካቡ እቲ ካልኣይ ጥቕላል ኣበይ ከም ዘሎ ንኽነግሮ ንሉቃስ ይሓቶ። ሉቃስ ከዓ ቅድም ክሳድዎም ከለው ኣበይ ከም ዘውደቐ ከም ዘይዝክር ገሊጹ ጋስተር ንሉቃስ ብጽፍዒት ጉንዲ ዓይኒ ምስ በሎ ንዕኡን ንሚጌልን ሒዙ ናብ ሪኮን ምኻድ ይጅምር። ዳንኤል እውን ብወገኑ ናብቲ ዝሰርሐሉ ቦታ እንትመጽእ ገዛ ዘካረየ ናይ ኣና ኣቦ ብናይ ሪኮን ሰባት ብኽፉእ ከም ዝተሃረመ ርእዩ ኣና ንዳንኤል ገና ምስ ረኣየቶ ኣቦኣ ዝተሃረመ ብእኡ ምኽንያት ከም ዝኾነ ገሊጻ ንዳንኤል ብኽፉእ ትወቕሶ። ዳንኤል እውን ሓያል ጣዕሳ ስለ ዝተሰምዖ ቅልጥፍ ኢሉ ናይ ኣና ኣቦ ቁስሊ ብምጽራይ እናሓከሙ እንከለዉ ኣና ንዳንኤል ምስ እንሉቃስ ብምትሕብባር ናይ ሪኮን መዐወን ዕፅ ሒዘም ምጥፍኦም ሓቂ ምዃንን ዘይምዃንን ንዳንኤል ኣብ እተሓቶ ግዘ ዳንኤል እውን እቲ ዝውረ ዘሎ ነገር ሓሰት ከም ዝኾነ ይነግራ። ኣና እውን ቅፅል ኣቢላ ከም ትሰምዐቶ እንተኾይኑ ሪኮን ኣብዚ ሕጂ ንሉቃስን ሓዉ ሚጌልን ከም ዝሓዞም ንዳንኤል ኣብ እትነግሮ ግዘ ዳንኤል እውን ብሰምዖ ነገር ብምስንባት ብቁልጡፍ ናብ ናይ ሪኮን ገዛ ንምኻድ ምድላው ይጅምር ኣና እውን እዚ ርእያ ንዳንኤል ንባዕሉ ኣብ ሓደጋ ንከየእቲ ጠጠው ክተብሎ ዋላ እኳ እንተፈተነ ዳንኤል ግን ንኣና ከይሰምዓ ተሪፉ ካብ ገዛ ወፂኡ ይኸይድ ኣብ ናይ ሪኮን ገዛ ውሽጢ እውን እቲ ናይ መርዓ ስነ ስርዓት ገና ስለ ዘይተወደአ ሪኮን ምስ ሓፍቱ ገብርኤላ ምድናሱ እንትቕጽል ጃስተር ከዓ ንሉቃስን ሚጌልን ኣብ ቅድሚኡ ጠጠው ኣቢሉ እቲ ካልኣይ ጥቕላል እንተዘይ ኣምጺኦምዎ ሪኮን ከመይ ገይሩ ሰውነቶም ከም ዝቖራርጾም ብምፍርራሕ ንከምጽእዎ ይሓቶም ኣብዚ መንጎ ብሬንዳ ዝተባህለት ናይ ሪኮን ኣፍቃሪት ናብቲ ክፍሊ ኣትያ ንእንሉቃስ ዝብላዕ ነገር ይደልዩ ከም ዝኾነ ኣብ እተሓቶም ግዘ፣ ጋስተር ግን እንሉቃስ ዝበልዕዎ መከራ ጥራይ ከም ዝኾነ ስለ ዝገለጸላ፣ ብሬንዳ እውን ተመሊሳ ትኸይድ። ሽዑ ድማ ኣብቲ ጥቓ እንዳ መኸሸኒ ዝነበረ ስፓይደር ንብሬንዳ ርእዩ ብስምዒት ተወስዊሱ ብድሕሪኣ መጺኡ ክተናኸፋ ይፍትን። ብሬንዳ ግን ስፓይደር ንኽለግሰላ ንምግባር እንትፍትን ስፓይደር ብህልኽ ምቅላሱ ይቕጽል እሞ ንብሬንዳ ክደፍራ እንትፍትን ከይተሓሰበ ናይ ብሬንዳ ኣፍቃሪ ዝኾነ ሪኮን ይመጽእ ሽዑ ድማ ሪኮን ዝኾነ ዓይነት ንግግር ከይገበረ ዘሊሉ ናብ ግጥም ብምእታይ ንስፓይደር ኣውዲቖ ብኸፉ እናሃረሞ ጸኒሑ ኣብ መጠረሽታ እውን ስፓይደር ኣዝዩ ስለ ዝተሃረመ ይመውት ዳንኤል እውን ናብቶም ናይ ሪኮን ገዛ ክሕልዩ ዝነበሩ ጋርድታት ብምምጻእ ነቲ ሓደ ጋርድ ቐልጢፉ እንትቐትሎ ነቲ ካልእ ከዓ ሽጉጥ ተኺሉ ሒዝዎ ናብቲ ናይ ሪኮን ፊት ለፊት በሪ ይኸይድ ሪኮን እውን ብወገኑ ናይ ስፓይደር ሕርቃን እንከይወጸሉ ናብቲ ተታሒዙ ዘሎ ሉቃስ ከይዱ እቲ ጥቕላል ገንዘብ ኣበይ ከም ዝገበሮ ንኽነግሮ ብቑጥዐ ዓው ኢሉ ክዛረቦ ይጅምር ኣብ ደገ ከዓ ዳንኤል ኣብ ናይ ሪኮን ሰብ ሽጉጥ ተኺሉ ብምርኣዩ ኣብ ደገ ኮይኖም ንሪኮን ክስልዎ ዝነበሩ ኤፍቢኣይ እቲ ነገር ካብ ቁፅፅር ወፃኢ ንከይኸውን መሳርሒኦም ሒዞም ቀልጢፎም ናብ መኪናኦም ይወርዱ ሽዑ ድማ ነቶም ኤፍቢኣይ ዝረኣዩ ናይ ሪኮን ሰባት መሳርሒኦም ኣውፂኦም ምስቶም ኤፍቢኣይ ተፋጢጦም እንከለዉ ሃንደበት ሓደ ናይ ሪኮን ሰብ ናብቶም ኤፍቢኣይ ምትኳስ ብምጅማሩ ኣብቲ ከባቢ ከቢድ ናይ ተኹሲ እርምታ ይኸፈት። ኣብቲ ድሕሪ ገዛ ናይ መርዓ ስነ ስርዓት ዝነበሩ ሰባት ምስቲ ናይ ርችት ምትኳስ ተደሚሩ ናይቲ ጥይት ድምፂ ከይሰምዑ ዋላ እኳ እንተተረፉ ንእሽተ ጸኒሖም ግን እቲ ተኹሲ ተበኣኢሱ ኣብቲ መርዓ ዝተዓደሙ ዘበለ ብበራሪ ጥይት ክህረሙ ብምጅማሮም ኩሉ ነገር ሕውስውስ ይብል። ካብ ናይ ሪኮን ወገን ኮነ ካብቶም ናይ ኤፍቢኣይ ወገን ብዙሓት ሰባት እንትቕተሉ ኣዝዩ ብዘሕዝን መልክዑ እታ መርዓ ኣብ ዝግባእ ዘያጠዓዓመት ገብርኤላ ኣብቲ ተኹሲ ወቕቲ ከብዳ ትህረም እሞ ናብ መሬት ትወድቕ ዳንኤል እውን ምስ ናይ ሪኮን ሰባት እናተታኾሰ ብጥይት ተሃሪሙ ብመጠኑ ዋላ እኳ እንተተጎድኣ እንተኾነ ግን ከም ገለ ኢሉ ናብ ናይ ሪኮን ገዛ ብምእታይ ንሉቃስን ሚጌልን ምስቲ ጥቕላል ገንዘብ ረኺብዎም እናመርሐ ካብቲ ገዛ የውፅኦም። ሪኮን እውን እቲ ናይ ተኹሲ ልውውጥ ንእሽተይ ርግዕ ኢሉ ዙርያኡ እንትዕዘብ ሓፍቱ ገብርኤላ ብጥይት ተሃሪማ ከም ዝሞተት ርእዩ ውሽጡ ብሓያል ሓዘንን ቁጥዐን ይምላእ። ዳንኤል እውን ምስ እኒ ሉቃስ ብምምላጥ ናብቲ ከተማ ዘብጽሖም ባቡር ጣብያ ምስ በጽሑ ጃስተር እውን ብድሕሪኦም እናሳደዶም ነይሩ ናብ እኒ ሉቃስ ብምኻድ እቲ ሒዘምዎ ዝኸዱ ዘለዉ ገንዘብ ንክህብዎ ሽጉጥ ተኺሉ ይሓቶም ሽዑ ከዓ ሪኮን እውን ሽጉጡ ሒዙ ጃስተር እኒ ሉቃስ ጠጠው ዘበሎም ቦታ እንትመጽእ እንተኾነ ግን ሎማዓንቲ ካብ በዓል ንላዕሊ ዝፎትያ ሓፍቱ ብምሟታ ምኽንያት ኩሉ ነገር ትርጉም ስኢንሉ ንሚጌልን ሉቃስን ሕጂ ንሕጂ እታ ከተማ ገዲፎም ንኽወጽን ንካልኣይ ግዜ ገጾም ንኸይርእዮም የጠንቅቖም። እዚ ናይ ሪኮን ውሳነ ግን ንጃስተር ኣዝዩ ስለ ዘሕረቖ ጃስተር ንሪኮን ዓው ኢሉ እናተዛረቦ ጸኒሑ። ማንም ብዘይሓሰበን ብዘይተጸበየን ኩነታት ጃስተር ንሪኮን ርእሱ ብጥይት ሃሪሙ ይቐትሎ። ቀጺሉ ከዓ ጃስተር ሽጉጡ ናብ እኒ ሉቃስ ብምትካል እቲ ገንዘብ ንኸምጽእዎ ኣብ ዝነግሮም ግዜ ዳንኤል እቲ ገንዘብ ምስኡ ከም ዘሎ ብምርኣይ ምስ ናይ ሚጌል ጃኬት ጠቕሊሉ ዝሓዞ ገንዘብ ንጃስተር የርእዮ። ኮይኑ ግን ዳንኤል ንጃስተር እኒ ሉቃስ ብሰላም ንኽሰዶምን ንሱ እቲ ገንዘብ ከም ዝድርብየሉ ብምልክት ኣርእይዎ። ዳንኤል ምስኡ ዝነበረ ጃኬት ደርብዩ ስለ ዝሃቦም ሉቃስ ንሓው ሚጌል ሒዙ ካብቲ ከባቢ ይኸይድ። እኒ ሉቃስ ምስ ከዱ ዳንኤል እቲ ጥቕላል ገንዘብ ንጃስተር ይድርብየሉ። ጃስት እቲ ጥቕላል እንትርእዮ ኣብ ውሽጢ ዝኾነ ዓይነት ገንዘብ ከም ዘየለ ይርኢ። ጃስተር እውን ብሕርቃን እቲ ገንዘብ ኣበይ ኣሎ ኢሉ ንዳንኤል እናሓተቶ ጸኒሑ ንዳንኤል ብሽጉጥ ክቐትሎ እናተዳለወ እንከሎ ጃስተር ከይተሓሰበ ቅድም ምዕረቱ ብምኽዳዕ ዝተጠዓሰ ቻቫ ብኡ ብዝተተኮሰ ጥይት ይህረም እሞ ጃስተር እውን ይመውት። ሚጌልን ሉቃስን እውን ካብ ዲሲ ዝተውፅኦም ባቡር ተሳፊሮም ምኻድ እንትጅምሩ ሚጌል ሃንደበት ጃኬቱ እንትርኢ ኣብ ውሽጡ ብዙሕ ዶላር ገንዘብ ከም ዘለዎን ቅድሚ ሰዓታት ዳንኤል እቲ ገንዘብ ካብቲ ጥቕላል ብምውፃእ ኣብቲ ናይ ጃኬት ጁባ ከም ዘእተዮ ይርዳእ። ኣብ መጠረሽታ እውን እቲ ገንዘብ ንሉቃስ ኣብ ዝረእየ ግዘ ሉቃስ እውን ካብ መጠን ንላዕሊ ብምሕጓስ እቲ ገንዘብ ናብ ሳንጦኦም ውሽጢ ኣእትዮም ናብ ካልእ ከተማ ብምኻድ ስለ ዝጀመርዎ ሓድሽ ካብ ገበን ነፃ ዝኾነ ህይወት ምሕሳብ እናጀመሩ እናረኣናዮም ታሪኽና እውን ይውዳእ። እቲ ፊልም እንተፈቲኽምዎ ላይክ ግበሩ፣ ንቻነልና ሓደስቲ ዝኾንኩም ድማ ሳብስክራይብ ብምግባር ቤተሰብ ይኹኑ። ክሳብ ብኻልእ ፊልም ንራኸብ እውን ሰሰናዩ ንዓኹም ይኹን።